ሓቀኛ ፍቕሪ መጀመርታ እምበር መወዳእታ የብሉን። ነዚ ድማ ልዕሊ ሲኖ ከረጋግጸልና ዝኽእል ሰብ የለን። እቲ ምንታይሲ፣ ሲኖ ነታ ኣብ ቁልዕነቱ ዘፍቀራ ጓል ንኽጽበ ዓሰርተ ኣርባዕተ ዓመትን ሰለስተ ወርሕን እዩ ከፊሉ። ንኹሉ ሰብ እዚ ናይ ሲኖ ተግባር ጽላለ ክመስሎ ይኽእል እዩ። እንተ ንሲኖ ግን ምስታ ዘፍቅራ ጊያኑ ደጊሙ ከም ዝራኸብ ብልቢ ይኣምን ስለ ዝነበረ፣ ኩሉ ግዜ ንጎ ንጎ ሰዓት ሸውዓተን ፈረቓን ካብ ገዝኡ ጎዩ ወጺኡ ኣብቲ ክሪሽና ዝተባህለ ኣደባባይ ኮፍ ክብል ከሎ ንርእዮ። ሲኖ ንዓሰርተ ኣርባዕተ ዓመት ከየቋረጸ ንግሆ ንግሆ ኣብዚ ቦታ ምስ ተጸበየ'ዩ። ንምንታይ ከምዚ ይገብር ኣሎ እንድሕር ኢልና ግን፣ ምስታ ዘፍቀራ ናይ ህጻንነቱ ጓል ኣብዛ ቦታ ደጊሞም ከም ዝራኸቡ ቃል ስለ ዝተኣታተወ'ዩ። ሲኖ ኣብዛ ዓለም እታ ክትርድኦ ትኽእል ሰብ ጃን'ያ ኢሉ ስለ ዝሓስብ ዝነበረ፣ ብዘይባኣ ህይወቱ ከም ዓሳ ብዘይ ባሕሪ ኣብ ዓሚቕ ጽምዋ ጠሊቑ'ዩ ዝርከብ። ከምዚ ኢሉ ብኣኣ እንዳሓሰቡ ኩሉ ከኣ ሃንደብት ቴሌፎን ትድወሎ እሞ ሽዑ እቲ ንጽዮ ዝደወለሉ ሰብ ብዓል ታክሲ ኮይኑ ኡበር ኣዚዝካ ኔርካ መስለኒ ኣበይ ኢካ ዘለካ ክመጻካ እብሎ እሞ ሲኑ ድማ ኣነ እኮ ኣይኣዘዝኩን ብጌጋ እዩ ዝከውን ኢሉ እንዳመለሰሉ ኣብቲ እቲ ብዓል ታክሲ ዘለዎ ቦታ ሓንቲ ፍልይቲ ናይ ቫዮሊን ሙዚቃ ይሰምዕ እሞ ንስኻ ካብቲ ዘለኻዮ ከይትንቀሳቐስ ኣበይ ከም ዘለኻ ጥራይ ሓብረኒ ግድን ክመጸካ ይብሎ። ንምንታይ እዩ ሲኖ ነዛ ሙዚቃ ምስ ሰምዐ ብሓንሳእ ተቐይሩ እንተይልናካ እታ ሙዚቃ ብጀካ ንሱን ብጀካ ጃኑን ካልእ ዘይፈልጣ ክላሲካል ብምንባራ እያ። ስለዚ ጃኑ ኣብቲ ከባቢ ክትከውን ትኽእል እያ ኢሉ ስለ ዝገመተ እዩ ናብቲ ቦታ ክኸይድ ወሲኑ ዘሎ። እንተኾነ ግን ሃንደበት ሓደ ሌባ መጺኡ ሞባይሉ ካብ እዝኑ ይሰርቆ እሞ ብኡ ንብኡ ሲኖ ነዚ ሰራቒ ክጎዪ ይጅምር። ብድሕሪ'ዚ ሲኖ ደድሕሪ እቲ ሌባ ክጎዪ ኣብ መወዳእትኡ ናብ ሓንቲ ባቡር ይኣትው እሞ እቲ ሌባ ኣብ ቀዳማይ ማዕጾ ሲኖ ከኣ ኣብ ዳሕረዋይ ማዕጾ ናይታ ባቡር ይኣቱ። ሽዑ ሲኖ ነዚ ሰራቒ ሒዝዎ እንዳበልና ከሎና ኣብ ውሽጢ እታ ባቡር ግን ብቤትሮ ካብ ቀዳማይ ማዕጾ ናብ ዳሕረዋይ ማዕጾ ዝጋርድ ነገር ከም ዘሎ ንርኢ። ብድሕሪ'ዚ ሲኖ በቲ ዝነበረ ነዃል ናይቲ ቤትሮ ጌሩ ገንዘብ እንዳሰደደ እታ ቴሌፎን ሓዛ እዚ ገንዘብ ውን ምስኡ ውሰዶ ኣነ ሓንቲ ካባኻ ዝደልያ ግን እዛ ንመወዳእታ ግዜ ክድወለኒ ዝጸንሐት ቁጽሪ ጥራይ እያ። ንሳ ሃበኒ ኣነ ከኣ ቃል እኹነኒ ከም ዘይሕሰካ እብሎ'ሞ ሽዑ እቲ ሰራቒ ከኣ ነቲ ገንዘብ ኣልዒሉ ንሲኖ ቁጽሪ ክህቦ ይጅምር'ሞ ኣብ መንጎ ግን እታ ባቡር ጠጠው ምስ በለት ብኡ ንብኡ እቲ ሰራቒ ወሪዱ ክሃድም ይጅምር። ብድሕሪ እዚ ሲኖ ነዚ ሌባ ኣርኪቡ ብኽዳኑ ክሕዞ እንዳበለ ከሎ እታ ጌርዋ ዝነበረት ጎልፎ ትቕደድ'ሞ፣ ሽዑ ሕቑኡ ሓንቲ ስምብራት ይርኢ። እዛ ስምብራት ከኣ ብቑልቡ ናይቲ ብቖልዕኡ ከሎ ዘሳቕዮ ዝነበረ ፓንዱ ዝተባህለ መተዓብይቱ ምዃኑ ይዝከሮ። ብልዕሊ ዘስኢኖ ኣቋራጭ ገይሩ ነዚ ሰራቒ መወዳእትኡ ይሕዞ'ሞ ሽዑ ብቕልጡፍ ከኣ ጁቡኡ እንዳፈተሸ ሞባይሉ ክደለ ይጅምር። እንተኾነ ግን ብጀካ ናይዚ ሰራቒ ሞባይል ስኢኑ ሞባይሉ ክረኽብ ኣይከኣለን። ብልዕሊ ዝቲ ሌባ ልክዕ እታ ቴሌፎን ምስ ሰረቓ ነቲ ብቲ ቦታ ዝነበረ ካልኣዩ ከም ዘረከቦ ይነግሮ'ሞ፣ በዚ ድማ ሲሁ ኣዝዩ ሓረቕ ነቲ ሰራቒኸ ንምንታይ ኢኻ ኩሉ ግዜ ብ ሂወተይ ኣብ ናይ ዜሮ ሰዓት እንዳ መጻኻ ተባላሽወሉ ይብሎሞ ሽዑ እቲ ሰራቒ ተገሪሙ ቅድሚ ሕጂ ንፋለጥ ዲና ብሎሞ ሽዑ ሲኑ ፓንዱ ኣጸቢቕና ከኣ እምበር ፓንዱ ብምባል ሽም ናይቲ ሰራቒ ጸዊዑ ምስ ሰገሮ ኡንቡ እዚ ወዲ ክስንብድ ከሎ ንርእዮ ሽዑ ቀጺሉ ሲኑ ንስኻን ካልኦት ከማኻ ዓይነት ቆልዑትን መጺኹም ብሓይሊ ገንዘበይ መንጢልኩምኒ ኔርኩም ካባኹም ክሃድም ክብል ከኣ ኣብ ህይወተይ ዘይትኽሰር ሰብ ከሲረ ብምባል ብሰንኪ ኣብታ ምሸት ዘጋጠመቶ ሓደጋ ብዙሕ ነገራት ከም ዝኸሰረ ይነግሮ'ሞ ብድሕሪ'ዚ ትርኢትና ሲኖ ብቖልዕኡ ኩሉ ግዳም ሓደር ከም ዝነበረ የርእየና። ሲኖ ዝከናኸኖ ወለዲ ስለ ዘይነበሮ ቆልዓ ክንሱ ባዕሉ'ዩ ክንነብሶ ዝኣሊ ነይሩ። ኣብ ገረብ ሓዲሩ ድሕሪ ምትስኡ ከኣ ብንግኡ ኣብቲ ክራውድድ ጎደና ናይ ክሪችና ከይዱ ብንእሽተይ ቫዮሊን ሙዚቃ ብምጽዋት ካብ ብዙሓት ሰባት ቲፕ ከም ዝረክብ ዝነበረ ንርኢ። ሽዑ ናይ ምሳ ሰዓት ምስ ኣኸለ ኸኣ ሲኖ ምስሑ ክበልዕ ናብ ሓደ ናይ ጎደና መግቢ ይኸይድ እሞ ኣብኡ ኸኣ ንመጀመርታ ግዜ ንጂኑ ይላለያ። ጂኑ ኣመና ጽብቕትን ኩሉ ግዜ ኸኣ ኣብ ኢዳ በናጅር ዘይትፈሊ ቆልዓ ክትከውን ከላ መግቢ ክትእዝዝ ኮላ ቅልጥፍ ቅልጥፍ ስለ ትብል ነበረት ከኣ ሲኖ ኩሉ ተግባራታ ገሪምዎ። ብሓንሳብ ኸኣ ከም ዝሰጥ ኩሉ ንርእዮ። ብድሕርዚ ጊኑ፣ እዛ ቫዮሊን ተሰኪምካያ ጥራይ ዲኻ ትዘውር ወይስ እትኽእላ ኢኻ ትብሎ'ሞ፣ ብኡ ንብኡ ከኣ፣ ሲኖ ነዛ ቆልዓ ምእንታን ክማርኻ ኢሉ፣ ናይ ሓደ ህቡብ ህንዳዊ ሙዚቃ ክጻወተላ ይጅምር። ኣብ ክንዲ ተሕጎስ ግን፣ ጊኑ ነቲ ሙዚቃ ምስ ሰምዐቶ፣ ከትኩሪ ትጅምር'ሞ፣ ሽዑ እንታይ ኢዩ እቲ ጸገም ኢሉ ምስ ሓተታ፣ ንሳ ከኣ፣ ኣነ ናትካ ሙዚቃ ክተስምዓኒ እየ ተጸብየ ናይ ካልኦት ሰብ ገዲፍካ ናትካ ሙዚቃ ሰሪሕካ እንድሕር ኣስሚዕካኒ ግን ክሕጎስ እየ ብምባል ኣብ ቀጻሊ ናቱ ዜማ ሒዝላ ንክመጽእ ቃል ተእትዎ ንጽባሒቱ ድማ ሲኖን ጊኑን ኣብታ ቦታ ይራኸቡ እሞ ሲኖ ናብ ኢዳ ምስ ኣስተውዓለ እተን ጌራተን ትመጽእ ዝነበረት በናይር ከምዘየለዋ ይርኢ ኣበይ ከም ዝጠፍኣ ምስ ሓተታ ከእ ወዲቓ ከም ዝሰበረቶ ትነግሮ እሞ። ቲኖ ከእ ደሓን ኣነ ዝኣከብክውን ገንዘብ ኣሎዋ ብእኤን ገይረ ግድን ክገዝኣልኪ እየ ብምባል ንጊኑ የሐጒሱ ይሰዳ። ካብታ ዕለት እቲኣ ንደሓር ጊኑ ካብ ትምህርቲ ንገዝኣ ክትምለስ ኮላ እቲ ኣውቲስታ ግድን ብናይ ክሪኪና ኣደባባይ ኢና ንኸይድ ብምባል መንገዶም በቲ ሲኖ ዘለዎ ጎደና ንክኸውን ትነግሮ እሞ ኣብኡ ከእ ንሲኖ ገንዘብ ክትድርብየሉ ኮላ ንርእያ። ድሕሪ ቁሩብ መዓልታት ሲኖ በተን ዓቂብወን ዝነበረ ገንዘብ። ንጃኑ ከምቲ ካልኣት ኢላ ዝነበረ በናጅር ገጽ የህባሞ ንሳ ድማ ኣመና ክትሕጎስ ከላ ንርእያ ናይቲ ጽቡቅ ግብሩ ድማ ኩሉ ግዜ ንሳ ኣኣብ ዝመጻትሉ ሚእቲ ናይ ህንዲ ሩቢ ክትድርብየሉ ከላ ንርእያ ገንዘብ ምርካብ ጽቡቅ እኮ እንተኮነ እዚ ግን ንሲኖ ሽግር ሒዙሉ ይመጽእ ንሱ ከኣ እቶም ከምኡ ካልኦት ግዳም ሓደር ቆልዑ ሲኖ ዝያዳ ገንዘብ ይረክብ ከምዘሎ ምስ ረኣዩ ብሓይሊ ቀጥቂጦም ገንዘቡ ምንጥልዎ ከምኡውን ነታ ዝጻወተላ ቫዮሊን ይሰብሩዋ ጊኑ ድማ ሲኢኑ ተሃስዩ ከም ዘሎ ምስ ረኣየት ካብ ገዛ ከይዳ መድሃኒትን ከምኡ ድማ ካልእ ዝሓሸት ቫዮሊን ሒዛትሉ ክትመጽእ ከላ ንርእያ። እዞም ኣመና እናተፋተዉ ዝመጹ ዝነበሩ ህጻናት ሃንደበት ግን ከፈላልዮም ዝኽእል ነገር ይፍጠር። ንሱ ከኣ ኣቦ ጊኑ ብስራሕ ናብ ካልእ ከተማ ንኽቅየር እዘዝ። ስለዚ ንሱ ስድርኡ ሒዝዎም ናብ ካልእ ከተማ ክቅይር ስለ ዝኾነ፣ ኪኑ ምስቲ እንዳፈተወት ትመጽኣ ዘላ ሲኑ መንታን ከይትፈላለ ሓደ ፕላን ተምጽእ ንሱ ከኣ ኣብታ ንመወዳእታ ግዜ ትድርብየሉ ሚእቲ ሪቢ ናይ ኤርትያ ቁጽሪ ቴሌፎን ምጽሓፍ እዩ ከምዚ ጌራ ወላ እኮ ንከይፈላለዩ እንተ ሓሰበት እንተኮነ ግን ኪኑ ነታ ሚእቲ ሩብል ኢሉ ናብ ሲኑ እንዳጠመተ ከሎ እዚ ፓንዱ ዝተባህለ ቆልዓ መጽዩ ንሲኑ ካብ ኢዱ ሰሪቁ ይሃድም ሽዑ ሲኑ ድድሕሪ ፓንዱ ክጎይ ክብል ግን ሃንደበት ኣብ ሓደጋ ይወድቅ እታ ንሲኑ ብመኪና ዝሃረመቶ ከኣ ሳራ ጊሃን ዝተባህለት ምስክነይቲ ኣደ'ያ ነይራ። ብኡ ንብኡ ከኣ ንሕክምና ትወስዶ'ሞ፣ ሽዑ ሰብኣያ ንሳራ ጊን እቲ ባራካሽ ዝተባህለ ሰብኣይ መጺኡ ከረጋግኣ ከሎ ንርኢ። ኣብቲ ሓደ ከኣ ፖላይስ ንሲኑ ተሃስዩ ከም ዘሎ መሲሉ ጉቦ ንኽቕበል ከጠባብርዎ ይጅምሩ'ሞ፣ ባራካሽ ታይ'ዮም ዝብልዎ ዘለዉ ኢሉ ተገሪሙ እንዳጠመቶ ከሎ፣ ካብኡ ንላዕሊ ግን ሲኑ ንጹህ ቆልዓ ስለ ዝነበረ ንዓይ ወላ ሓንቲ ገንዘብ ኣየድልየንን እዩ፣ ከምቲ ትርእዩኒ ዘለኹም ከኣ ሓዊ እየ፣ ክወጽእ እኽእል እየ እንዳበለ ኣብ ሓሳቦም ምስምማዕ ይኣበሞ። ፓራካይ ብናይ ሲኑ ጠባይ ኣመና ይግረም። ብድሕሪ እዚ እቶም ፖላይስ መጺኦም ንፓራካይ ሰበይትኻ ዕድለኛ እያ፣ እዚ ቆልዓ ወላ ሓንቲ ገንዘብ ይኹን ካልእ ካሕሳ ኣይደልን'ዩ ብምባል ንሶም እውን ከይተረፉ ንሲኑ ኣድኒቖሞ ይኸዱ። ብድሕሪ እዚ ፓራካይን ሰበይቱን ንሲኑ ኣዝዮም ስለ ዝፈትውዎ፣ ከም ወዶም ንኸዕብይዎ ይውስኑ። ብኡ ንብኡ ኸኣ ናብ ገዝኦም ወሲዶም ኤቬናሽ ዝብል ሓድሽ ስም ህብዎሞ። ካብታ ዕለት እቲኣ ጀሚሩ ሲኖ ኣብ ህይወቱ ርእይዎ ዘይፈልጥ ሕንቃቐ ናይ ስድራን ግቡእ ምንክብኻብን ይረክብ። እዞም ክልተ ቆልዑ ወላ'ኳ ብኣካል እንተ ተፈላለዩ ብልቦም ግን ኣመና ይፋቐሩ ስለ ዝነበሩ ያኖ ኩሉ ግዜ ናይ ሲኖ ደወል ንኽትቅበል ካብ ቴሌፎን ከም ዘይትርሕቕ ንርእያ። ሲኖ'ውን ብወገኑ ኩሉ ግዜ ሰዓት ሸውዓተን ፈረቓን ካብ ገዝኡ ወጺኡ ኣብ ክሪችና ኣደባባይ ኮይኑ ንጃኑ ክጽበያ ከሎ ንሪኦ። መጀመርታ ግዜ ስድርኡ ንግሆ ተሲኦም ምስ ሰኣንዎ ናበይ እዩ ከይዱ ኢሎም ብሻቕሎት ኣብታ ከተማ ክደልይዎ ይጅምሩ'ሞ ስኢኖምዎ ምስ ተመልሱ ግን ንሲኖ ናበይ ከም ዝኸደ ቀስ ገይሮም ይሓትዎም'ሞ ሽዑ ሲኖ ኩሉ ብዛዕባ ጃኑ ይነግሮም'ሞ ወሲኹ ከኣ ክሳዕ ንዓኣ ዝረኽባ ፈጺሙ ናብ ግሪክ ንኣደባባይ ምኻድ ከም ዘየቋርጽ ይነግሮም። ጊያን እውን ብወገና ኣመና ጠባያ እንዳቐየረት ስለ ዝመጸት ስድራኣ እንታይ እዩ ዘጨንቐኪ ዘሎ ኢሎም ሓተዋሞ ኣብዚ ሰዓት እዚ ንሳ እውን ኩሉ ብዛዕባ ምስ ቲኖ ዘሕለፈቶ ህይወት ትነግሮም። ብድሕሪ ዝቦኣ ናብ ክሪክና ዝነበሩ ኣዕሩኽቱ ደዊሉ ብዛዕባ ሲኖ ይሓተምሞ እንተኾነ ግን። ወላ ሓደ ንስይኑ ክረኽቦ ዝኽእል ሰብ ኣይነበረን። ምስ ግዜ ግን እዞም ክልተ ቆልዑ በብወገኖም ናብ እኹላት መናእሰይ ተቐይሮም ንርእዮም። ጃኑ ድማ በተን ብንእስነታ ስይኑ ዝሃባ በናጊር መንታን ከይተጥፍአን ኣምኪኻ ናብ ሓንቲ ዓባይ በናጊር ክትቅይራ ከሎ ንርእያ። ከምኡ ውን እታ ስይኑ ዝሰረሓላ ዜማ መንታን ከይተርስዐ ቫዮሊን ተማሂራ ኩሉ ግዜ ክትሃርማ ከላ ንርእያ። ብድሕሪ እዚ ትርኢትና ናብ ህልው ይምለስ እሞ ፓንዱ ንስይኑ ናይዚ ኩሉ ኣብ ልዕሌኻ ዝፈጸምክዎ በደል ይቕሬታ ግበረለይ እናበለ ክልምኖ ይጅምር። ሲኑ ግን ይቕሬታኻ ኣይደልን እየ ሕጂ እታ ቁጽሪ ጥራይ ኣምጻለይ ይብሎ። ክእባንዱ ናብ መሳርሕቱ ደው ኢሉ ብዛዕባ እታ ቴሌፎን ይሓቶም እሞ ቴሌፎን ተዘራሪቡ ምስ ወደአ ግን ንሲኑ ፈጺሙ ክኸውን ዘይክእል ይብሎ። እቲ ምንታይሲ ሕጂ ሞባይልካ ኣብ ኢድ እቶም ዝተሰርቃ ሞባይል ከም ብሓድሽ ሰኒዖም ዝሸጡ ካምፓኒ ኣትያ እያ ብምባል እታ ሞባይል ኣብ ኢድ ሓደገኛታት ሰባት ከም ዘላ ይነግሮ እሞ ሲኖ ግን ዝግድሸኒ ኣይኮነን ናብቲ ንሶም ዝርከቡሉ ቦታ ጥራይ ውሰደኒ ብምባል ተተሓሒዞም ናብቲ መኻዚኖ ክኸዱ ከለዉ ንርእዮም። ኣብቲ ቦታ ምስ በጽሑ ግን እቲ መራሒ ናይቶም ጋንጊስተራት ብንዕቀት ካብዚ ቦታ እስከ ርሓቑ እንዳበለ ክሰጎም ይፍትን እሞ ሲኖ ድማ ብኣዘዘራርብኡ ሓሪቑ ንዕኡን ንኹሎም ኣብቲ መኻዚኖ ዝነበሩ ጉጅልኡን በብሓደ ክጭፍጭፎም ከሎ ንርእዮ። ኣብ መወዳእትኡ ናብዚ መራሒኦም ተመሊሱ ሞባይሉ ንክህቦ ይነግሮ ዓደሞ። እቲ መራሒ ድማ ሞባይልካ መዘን ካልኦት ሞባይል ሓዊስና ብመኪና ፅዒና ሰዲድናየን ኢና ብሎሞ ምእንታን ከይቀትሎ ከኣ እቲ ጋንጊስተር እታ መኪና ብዙሕ ስለ ዘይረሓቐት ግን ብናተይ ሞቶ ተጠቂምካ ክተርክቦም ትኽእል ኢኻ ብምባል መፍቲሕ ናይ ሞቶ ርኹቡ ኩሉ ንሪኦ። ብድሕሪ እዚ ሲኖ ብኽንደይ ፃዕሪ ነታ ሞባይሉ ሒዛ ትኸይድ ዝነበረት መኪና የርክባሞ ብኡ ንብኡ ከኣ ምስቶም ባንዱ ዘጠንቀቑ ሓደገኛታት ሰባት ተባኢሱ ነታ መኪና ኣብ ትሕቲ ቁጽጽሩ የእትዋ። ኩለን ኣብታ መኪና ተጻዒነን ዝነበራ ሞባይል ብምፍታሽ ከኣ ኣብ መወዳእትኡ ሞባይሉ ይረኽባ'ሞ እቲ ዘሕዝን ግን እዚ ኩሉ ዋጋ ከፊሉ ዝረኸባ ሞባይል ክሪና ፈሲሳ ትጸንሖ። ብድሕሪ'ዚ ሲኖ ተቐላጢፉ እታ ሞባይል ናብ ሓደ ኤሌክትሮኒክስ ወሲዱ ስክሪን ንኽዕረየሉ ይነግሮ'ሞ ሞባይሉ ክትእረ እንዳተጸበያ ኩሉ ብሎኬሽን ናይታ መኪና ትራክ ጌሮም ኣበይ ከም ዘሎ ይረኽብዎም'ሞ ብድሕሪ'ዚ ናብ ከቢድ ግጭት ይኣትዉ። ሲኖ ሕጊ ዋላ'ኮ ንዖኦም ምቕጥቃጥ ተዘይኣድከሞ ሞባይልካ ትዓሪ ኣላ ምስ ተባህለ ግን ሙሉእ ብሙሉእ ኣተኩሮኡ ናብ ሞባይሉ ጌሩ ናብታ ንመወዳእታ ግዜ ዝተደወለትሉ ናይ በዓል ታክሲ ቁጽሪ ይድውል። ሽዑ ሲኖ ነቲ በዓል ታክሲ ቅድሚ ቁሩብ ሰዓታት ክትድውለለይ ኮለኻ ኣበይ ቦታ ኢኻ ኔርካ ብምባል እቲ ዝሰምዖ ዝነበረ ጥዑም ድምጺ ቫዮሊን ከኣ መን ከም ዝጻወቶ ዝነበረ ይሓተ'ሞ፣ ሽዑ እቲ በዓል ታክሲ ንሲኑ፣ ኣነ ኣብቲ ሮክፊልድ ዝተባህለ ናይ ሙዚቃ ፈስቲቫል'የ ዘለኹ፣ እታ ሙዚቃ ትጻወቶ ዝነበረት ከኣ ሓንቲ ሽኮሪና ጓል'ያ እንዳበለ ንመልክዓን ንክእለት ናይቲ ሙዚቃን ከድንቓ ከሎ ይሰምዖ'ሞ፣ ኣብዚ ሰዓት'ዚ ሲኑ። ኣብዚ ሰዓት'ዚ ሲኑ። ብጀክኡን ብጀካ ጃኑን እታ ሙዚቃ ካልእ ዝፈልጣ ሰብ ስለዘየለ። ኪያን ኣብቲ ከባቢ ከም ዘላ ይርድኦ። ጌና ዝርርቡ ከይወድኣ እዩ ግን እቶም ጋንጊስተራት መጺኦም ንሲኑ ሃሪሞም ኣውድቕዎ። እቲ ዘገርም ነገር ግን ሳቫናሽ ኣደ ሲኑ ንጊያኑ ረኺባታ ምንባራ እዩ። ጊያኑ ኣብዚ ሰዓት እዚ በቲ ሓቀኛ ስማ ፕራያ ተባሂላ እያ ትጽዋዕ ዘላ። ምስ ኣዲኡ ንሲኑ ከኣ በጋጣሚ ኣብ ፕሌን ኣብ ጥቓ ንጥቓ ኮፍ መበሊ በጽሐን እሞ ሳቫናሽ ንፕራያ ካብ ዝረኣየታ ሰዓት ጀሚራ ኣመና ከም ዝፈተወታ ንርኢ። ከየቋረጸት ውን ብዛዕባ ናብራኣን ብፍላይ ድማ ብዛዕባ ወዳ ጥዑይ ጌራ ክተዕልላ ከሎ ንሰምዕ። ኣብ መወዳእትኡ ድማ ናብ ደልሀ ምስ በጻሓ ክልቲኤን ነናብ መንገደን ይፈላለያ'ሞ ፕራያም ሓዛ ኣብቲ ኤርፖርት ጸኒሓታ ብኡ ንብኡ ብመኪና ጌረን ናብ ገዝኣ እንዳኸዳ ከለዋ እቲ ዝወስደን ዝነበረ በዓል ታክሲ ኣብ መንገዲ መኪንኡ ተባላሽዎ ብዕድመ ውን ሽማግለ ሰብኣይ ስለዝነበረ ጎማ ናይ መኪና ንምቕያር ቁሩብ ኣሸግሮ'ሞ ኣብዚ ሰዓት እዚ እቲ ብድሕሪኤን ዝነበረ ኤቪናይክ ማለት ሲኑ ነቲ ዓቢ ሰብኣይ መጺኡ ይሕግዞሞ። ፕራያ ድማ ኣብቲ ሓደ ንኤቪናይክ ንመጀመርታ ግዜ ብዓይና ምስ ረኣየቶ ገለ ነገር ክስምዓ ከሎ ንርኢ። ንጽባሒቱ ሲኑ ክሪሽና ኣደባባይ ኮፍ ኢሉ ከሎ እቶም ግዳም ሓደር ቆልዑ ሓንቲ ጓል መሚእቲ ሩቢ ከም ዝሃበቶም ክዛረብ ከሎ ይሰምዕሞ። መን'ያ እዛ ጓል ኢሉ ምስ ረኣየ ከኣ ፕራያ ኮይና ትጸንሖ። ሽዑ ፕራያ ነቲ ናይ መወዳእታ ቆልዓ ዝኸውን ገንዘብ ወጢኣ ይርያሞ። ብድሕሪዚ፣ ሲኖ ካብ ጊብኡ ውጺኡ ነዚ ቆልዓ ክህቦ ከሎ ንርእዮ። ሺዑ ንፕራያ ከኣ ስለቲ ሰናይ ግብራ ኣመስጊንዋ ይኸይድሞ፣ ብኡ ንብኡ ግን ፕራያ ዘኪራቶ እቲ ትማሊ ዝሓገዝካና ወዲኻ ሓቀይ የቐንየለይ ብምባል ክልቲኦም ብግቡእ ይላለዩ። ጽቡቕ ተቐራሪቦም ከኣ ንነዊሕ ሰዓታት ብሓደ እንዳዕለልዎ ክገብሩ ከለዉ ንርእዮም። ኣብቲ ሓደ ከኣ ፐርካሻ ቦሲኑ ካብ ስራሕ ተመሊሱ ንሰበይቱ ናይ ትማሊ ጉዕዞ ከመይ ነይሩ እንዳበለ ክሓታ ይጅምር እሞ ንሳ ግን ብዛዕባ እቲ ጉዕዞ ገዲፋ ብዛዕባ እታ ኣብ ጎና ኮፍ ኢላ ዝነበረት ፕራያን ጽባቄኣን ክተዕልሎ ትጅምር። ወሲኻ እውን ንፕራያ ሰይቲ ወዶም ክትከውን ከም ዝመረጸታ ትነግሮ እሞ ኣብዚ ሰዓት እዚ ግን ሃንደበት ፓራካሽ እቲ ኣብ ኣንቨርሰሪኦም ንሰበይቱ ጊፍት ዝሃባ ናይ ዳይመንድ ሪንግ ኣብ ኢዳ ከም ዘየለ የስተውዕል እሞ፣ እታ ሪንግ በይ ጌርክያ? ኢሉ ይሓታ። ብድሕሪ እዚ ሰበይቱ እንዳሰሓቐት፣ ኣይትሸቅል ኣጆኻ፣ ኣነ ነዛ ፌክ ዳይመንድ ኣብ ቦርሳ ናይ ፕራያ ከይተራእኹ እተይ ኣለኹ፣ ፕራያ እዛ ዳይመንድ ፌክ ምዃና ስለ ዘይትፈልጥ እንታይ ከም ትገብር ክጽበያ እየ። ከምቲ ዝሓስባ ዘለኹ ጥዕይቲ ሰብ እንድሕር ጸኒሓ ኣድራሻይ ስለ ዘለዋ ናብዚ መጺኣ ክትመልሶ እያ ብምባል በዛ ፌክ ዳይመንድ ቅንዕና ናይ ፕራያ ክትመዝኖ ከም ዝደለየት ትነግሮ እሞ ኣብዚ ሰዓት እዚ ግን ፓራካሽ ካብ መጀመርትኡ ከም ዘይትቕበልኒ ፈሊጠ እየ ፌክ እያ ኢለኪ እምበር እቲ ዳይመንድ ከባቢ ሓምሳ ሽሕ ዶላር ዝዋግኡ ኦርጂናል እዩ ነይሩ ይብላ። ከምዚ ኢሎም ኣብ ሻቑሎት ከለዉ ግን ደወል ናይቲ ገዛ ይቃጨል እሞ ብኡ ንብኡ ኢቪናሽ ከይዱ ማዕጾ ምስ ከፈቶ እታ ጋሻ ፕራያ ኮይና ትጸንሕ ፕራያ እታ ካቲም ንክትመልሳ እያ መጽያ ዘላ ኢቭናሽ ከኣ ፕራያ ምስ ኣዲኡ ከም ትፋለጥ ምስ ረኣየ ትማሊ ሓቂ ኣብቲ ጎደና መሚጥሩ ብንግድ ኣምሓደር እንዳ ሃብቲ ጓል ሃብታም ጓል ሃብታም ትጻወት ነይርኪ ብምባል ኣብ ቅድሚ ኣዲኡ ከፈድሓ ይፍትን እሞ ፕራያ ከኣ ብገጻ ገይራ ምስጢራ ንክዕቅበላ ክትምሕጸኖ ኮላ ንርእያ በዚ ከኣ ናይ ክልቲኦም ምሕዝነት እንዳዓመቐ ይመጽእ ድሕሪ ቁሩብ መዓልታት ድማ ፕራያ ንኤቬናሽን ስድርኡን ናብ መርዓ ናይ መሓዝኣ ትዕድሞም። ብድሕሪ እዚ ኣዲኡ ንሲኖ ንፕራያ ንቬና ፈልያ ብዛዕባ ሲኖ ዝተባህለ ቆልዓ ሓቲትክኒ ነይርኪ፣ እቲ ቆልዓ ካብቲ ሓደ እዋን ሓደጋ ዘጋጠሞ ንደሓር ኣበይ ከምዘሎ ይፈልጥኒ ትብላ እሞ በዚ ዜና ከኣ ፕራያ ሓዚና ንገዛ ክትከይድ ኩላ ንርእያ። ሽዑ እቲ መርዓ ኣኺሉ ኣብቲ መርዓ ከኣ ኢቪ ናይ ህንድ ብራያን ከም ካልኦት ናይ ህንዲ ፍቑራት ኩኪ ኩኪ ኩዳየ ክብሉ ከለዉ ንርእዮም። ኣብ መወዳእትኡ ድማ ኢቪ ናይ ህንዲ ብራያ ካብታ ንዓኣ ዝረኣየላ ሰዓት ጀሚሩ ኣመና ከም ዘፍቀራ ይነግራ'ሞ ዋላ ንሳ ደኣ ትፍተዎ እምበር ንሲኑ ንሲኑ ንምርካብ ተስፋ ስለ ዘይቆረጸት ዘላ ግን ብራያ ገዲፋቶ ኣብቲ መርዓ ትኸይድ። ሽዑ ሲኑ ደድሕሪኣ ኣርኪቡ ንብራያ ከዘራርባ ይፍትን'ሞ ኣብዚ ሰዓት እዚ ግን ከይተረድኦ ነታ ኣብ ኢዳ ዝነበረት ናይ ሲኑ መዘከርታ በናይር ይሰብራ፣ ብኡ ንብኡ ከኣ ፕራያ ሓሪቓ ጸፊዓቶ ትኸይድ። ድሕሪ እዚ ትርኢትና ናብ ህሉው ተመሊሱ፣ ሲኑ ኣብቲ መኻዚኖ ተኣሲሩ ንርእዮ'ሞ ነገር ናይ ህንዳዊ ኣክተር ከይተርፍ ግን ብኡ ንብኡ ካብቲ ተኣሲሩሉ ዝነበረ ወጺኡ፣ በብሓደ ነቶም ጋንጊስተራት ድሕሪ ምቕጥቃጥ ኣብ መወዳእታ ኮልቲ ሒዙ ናብ ሓደ ኮንቲነር እክቦም እሞ መራሕቲ ናይቶም ጋንጊስተራት ከኣ ንምንታይ ኣታ ናይ መወዳእታ ቴሌፎን ኣድልያትካ እቲ ትደልዮ ዘለኻ ሰብ ድራግ ዲለር ድዩ ወይሲ ካልእ መራሒ ጋንጊስተር እብሎ ሲኖ ግን ንሕቶም ከይመለሰ ኣብቲ ኮንቲነር ክዓጹ እንከሎ ንርእዮ። ብድሕሪ እዚ ሲኖ ብቕልጡፍ ናብቲ ሮክፈል ዝተባህለ ናይ ሙዚቃ ፈስቲቫል ይኸይድ እሞ ኣብኡ ከኣ ነቲ ናይ ቫዮሊንን ጊታርን ዚከይድ ነጋዳይ ንምድላይ ኮለል ክብል ከሎ ንርእዮ። ኣብ መወዳእታ ነቲ ዝደልዮ ዝነበረ ሰብ ረኺቡ። ቅድሚ ቁሩብ ሰዓታት ሓንቲ ጓል መጺኣ ኣብዚ ቫዮሊን ትጻወት ነይራ። መን ምዃና ትፈልጥዶ እንዳበለ ብሕቶ ከዋጥሮ ይጅምር እሞ። ዮቲ ወዲ ኣብዚ ቦታ ብዙሓት ሰባት መሳርሒ ሙዚቃ ንኽገዝኡ ኣቐዲሞም ይጻወቱለን እዮም። ስለዚ ፈጺመ ክዝክር ኣይክእልን'የ ይብሎ'ሞ ብድሕሪ'ዚ ሲኑ ቫዮሊን ብምሓዝ ነታ ንሱን ጊያኖን ዝፈልጥዋ ዜማ ክጻወታ ይጅምር። ጊያኖ ናብቲ ሓደ ነታ ዜማ ምስ ሰምዐት ናብቲ ኣንፈት ናይቲ ድምጺ ዝመርሓ ክትጎዪ ከላ ንርእያ። ኣብ መንጎ ግን ሲኑ ተስፋ ስለ ዘቆረጸ ምጽዋት ገድፉ። ኣብዚ ሰዓት እዚ ግን ንኽልቲኦም ከራኽብ ዝኽእል ፍሉይ ተኣምራት ዝተፈጥረ። ንሱ ከኣ ሓንቲ ሚእቲ ሩብል ወዲቓ ሲኑ ይረኽባ'ሞ ሸዑብታ ሚእቲ ሩቢ፣ እታ ቅድሚ ዓመታት ዩኑ ጽሒፋትሉ ዝኸደት ቁጽሪ ይረኽባ። ብድሕሪ'ዚ ሲኑ ናብታ ቁጽሪ ይድውል'ሞ ብኡ ንብኡ ከኣ ፕራይ ኣብቲ ሓደ ቦታ ኮይና ትቕበላ። ሲኑ ድምጻ ምስ ሰምዐ፣ ኣነ ሲኑ'የ ብምባል ኣብቲ ናይ ራፍኬል ናይ ሙዚቃ ፈስቲቫል ከም ዘሎ ይነግራ'ሞ ንሳ ከኣ ኣነ'ውን ኣብዚ ቦታ'የ ዘለኹ ኢላቶ ብልክዕ ዘላቶ ኣከባቢ ክትነግሮ እንዳበለት ኮላ ግን ባትሪ ናይ ሞባይላ ትውድእ። ብድሕሪ'ዚ ሲኑ ተመሊሱ ናብቲ ወዲ ቫዮሊን ክጻወት ይጅምር እሞ ጊኑ ካብቲ ሓደ በቲ ድምጺ ተመሪሓ ናብቲ ጥዑም ዜማ ናይ ቫዮሊን ዝጻወት ዘሎ ወዲ ትመጽእ። ኣብዚ ሰዓት እዚ እቲ ዳግማይ ክተፍቅሮ ጀሚራ ዝነበርት ወዲ ሲኑ ምዃኑ ምስ ኣረጋገጸት ኣመና ክትሕጎስ ኮላ ንርኢ። ድሕሪ ክንደይ ዓመት ድማ እዞም ክልተ ፍቑራት እናተራኸቡ ርኢና ፊልምና Hello ኣብዚ ትውድእ። እዛ ብቪክራም ኩማር ዳይሬክት ዝተገብረት ፍልይቲ ናይ ፍቕሪ ፊልም ከመይ ረኺብኩማ እምበኣር ገጽ ተኸታተልቲ ዊናይ ትግርኛ። ንሎማዓንቲ ሒዘልኩም መጽየ ዝነበርኩ ፊልም ሄሎ ከምዚ ዝረኣኹማ ትመስል ነይራ። እዛ ብቪክራም ካፑር ዳሪክት ዝተገብረት ፍልይቲ ናይ ፍቕሪ ፊልም ከመይ ረኺብኩማ? ንመብዛሕቲኹም ናይ ቁልዕነት ኣፍቃሪትኩማ ዘኪራትኩም ክትከውን ተስፋ ይገብር እንዳበልኩ ላይክ ምግባር ኣይትረስዑ ከምኡውን ክሰርሓልኩም ትደልይዎ ናይ ሂንዲ ፊልም ኣብ ቦታ ኮመንት ንገሩኒ እታ ዝለዓለት ላይክ ዝረኸበት ፊልም ከ ከምጻልኩም እየ እንዳበልኩ ኣብ ቀጻሊ ብኻልእ ፊልም ክሳዕ ንራኸብ ሰሰናዩ። ኣብ ኣዲስ ኣባባ ዝኾነ ዓይነት ናይ በርዝደይ፣ ናይ ቤቢ ሻወር ከምኡ እውን ናይ ብራይድ ቱ ቢን ናይ ሽምግልና መደባት ምስ ዝህልወኩም ከንኣን ዲኮር ኤንድ ሰርፕራይዝ ፕላነር መርቂያኹም ይኹን። ከንኣን ዲኮር ዝተፈላለየ ዓይነታት ዲኮር ብርትዓዊ ዋጋ ብባህላውን ዘመናውን ቅዲ ጌርና ከነዳልወልኩም ኢና እንዳበሉ ከምኡ ውን ዝኾነ ናይ ሳርፕራይዝ መደብ ምስ ዝህልወኩም ኣብ ገዛ ይኹን ኣብ ደገ ባዕልና መደብኩም ክነድምቐልኩም ኢና ይብልኹም ኣለዉ ከንኣን ዲኮር ኤንድ ሳርፕራይዝ ፕላነር ንከንኣን ዲኮር ኤንድ ሳርፕራይዝ ፕላነር ክትረኽቦም ምስ ትደልዩ ድማ በዚ ቁፅሪ እዚ ክትድውሉሎም ትኽእሉ ኢኹም